መርሓባ መርሓባ መርሓባ ሕጂ ድማ ብዛዕባ ቁንቁኛታት ክንቅፅል ኢና ኢድምስ ናይ ኣደባባይ ምስጢር ክንብል ከለና ናይ ኣደባባይ ምስጢር ኩሉ ሰብ ዝፈልጦ ኩሉ ሰብ ዝፈልጦ ማለት እዩ a widely known secret

ኣብ ኣደባባይ ኣብ ብዙሕ ሰብ ዝተኣከቦ ቦታ ወይ ኣብ ሰብ ዘለዎ ቦታ ምስ መዕበያኻ ጥፋእ ክንብሎ ከለና ሰብ ድማ እንታይ ማለት እዩ ዘመልክት ዘይቁፅዕ ሰብ ማለት እዩ ወይ ብሓፂሩ ስዲ ንምባል የስምዕ ምስ መዕበያኻ ጥፋእ You lack proper manners. Your upbringing shows in your behavior. You're quite unruly. You're not well mannered. ምስ መዕበያኻ ጥፋእ። ዘይተቐጻዕኻ ሰብ። ዘይቁጽዕ ሰብ። ስዲ። ከም ዓለሙ ክትብሎ ከለኻን ሰብ ድማ ከም ህዝቡ ከም ዝኾነ ሰብ ማለት እዩ ከም ዝኾነ ሰብ ከም ዓለሙ

ሓጺር ሓሲቡ ኣጻሪኻ ተዛረብ ክትብሎ ከለኻ ንሰብ ድማ እንታይ ማለት እዩ ኣጻሪኻ ተዛረብ ርጉፅ ነገር ተዛረብ ኣረጋግፃኻ ኣሚን ኣረጋጊፅካ ተዛረብ ማለት እዩ ኣጻሪኻ ተዛረብ

ዕጽፍ ዝርግሕ ዝብል እዩ እንተልና እዮም ሰብ ንኣብነት ኣብነት ክበኩም እየ ቅድሜ ናብ ምግላፀ ይምሃደ ወይ ድማ ኣይክንሰይዛት ከም ድላዩ ዝተዓፃፀፍ ድላዩ ክረክብ ዝኽእል እዩ ኤልሳ ንኣስመሮም ምምርዓው ኣብያቶ እንታይ ሞ ሽግር ኣለዎ እሱ እኮ ዕፅፍ ዝርግሕ ዝብል ሰብ እዩ ከም ድላዩ

ዘይብሉ ልቡ ብጓሂ ቆሲሉ ክንብል ከለና ድማ ልቡይ ልቡ ብጓሂ ቆሲሉ ጉህዩ ወይ ድማ ሓዚኑ ንምባል የስምዕ ተኸኽ ኢሉ ልቡ ጠቑ ኢሉ እዚታት ኩሉ ንብሎ ኢና in english he feels deeply sorrowful he's very upset He is extremely downcast. He is heartbroken. ልቡ ብጓሂ ቆሲሉ። ልቡ ተረቲዑ ክንብሎ ከለና ድማ እንታይ ማለት እዩ ርህራሄኡ ክገትእ ኣይከኣለን ማለት እዩ ልቡ ተረቲዑ ዋላ ንሓደ ሰብሲ ዝፀልኦ ፀኒሑ ግን ገለ ሽግር ኣጋጢሞ እቲ ሰብ ሕማቕ ነገር

He mellowed እስከ ድገምያ He mellowed out emotionally. ኤግዛክትሊ ልቡ ተረቲዑ ርህራኤኡ ክገትእ ኣይከኣለን ራህሪሁ ማለት እዩ ብሓፂሩ ልቡ ዓሪፉ ክትብሎ ከለካ ንሰብ ድማ እንታይ ማለት እዩ ልቡ ዓሪፉ ዝግ ኢሉ ኩሉ ነገር እቲ ዝሓስቦ ዝነበረ ተፈፂሙሉ ማለት እዩ ወፍ ኢሉ ሓሳቡ ሰሚሩሉ ማለት እዩ